ሰላም ሽኮሪናታት እንኳዕ ብሰላም ተመለስኩም ናተይ ቻነል ኣነ ስምረት ኡሰይም ይበሃል ሎሚ መዓልቲ ሓድሽ ፕሮግራም ኣምፅኤልኩም ኣለኹ ስፔሻሊ ደቂ ኣንስትዮ ኣሕዋተይ እሱ ከዓ እቲ ፕሮግራም ኣምፅኤ ዘለኹ ሶኒ ምትብባዕ ይበሃል ብትግርኛ ብእንግሊሽ ከዓ ሞቲቬሽን ማንዴ ማለት እዩ ተጋጌ ተኮይነ ከዓ ንገሩኒ ከመይ ጌርካ እዩ ትብሃል ኣም ኤኒወይስ ወልካም። ሰላም ሽኮሪናታት በሉ ሕጂ ጀሚረዮ ዘለኹ ፕሮግራም ናተይ ስቶሪ ክነግረክን እየ ቆልዓ ዘይምውላድ ማለት እዩ እቲ ቆልዓ ኣይወለድካን ኢልካ ፋሚሊ ድዩ መሓዙትካ ድዩ ቤተሰብካ ድዩ ዋላ ሶሳይቲ ከመይ ፕረሸር ገይረኒ ንዓይ ማለት እዩ ቅድሚ ቆልዓ ምውላደይ ብዙሕ ሰባት ቤተሰብ ስጋ ሕጂ ትወልድን ኢኺ ስለምንታይ ትወልድን ኢኺ እንታይ ኮንኪ ኢኺ ዘይትወልዲ ዋ መኻን ዲኺ ክትወልዲ ኣይትትኽእልን ኢኺ ምሽ ኣሎ ከምኡታት ዘረባ ብዙሕ ሰብ ንዓይ ተዛሪብኒ እዩ ማለት እዩ እቲ ኣዘራርባ ናይ ሕብረተሰብና ድዩ ባህልና ከቢድ እዩ ማለት እዩ ምክንያቱ ስፔሻሊ ንጓል ኣንስተይቲ ዓብይ ፅቕጠት ንገብረላ ስለ ደይወለደት ወይ ከኣ ክትወልድ ኣይትኸእልንያ ትሕመ ትጽረፍ ማዕረ ፍትሓት ከማን ኣሎ ገሊኦም ዝፈትሕወን ግን ናተ ኤክስፔሪንስ እንታይ ነይሩ ኩሉ ግዜ ትኾንክ ኢኺ ዘይትወልዲ ስለምንታይ ዳይ ትወልዲ ቅርጺ ክትሕልዊ ደሊኺ ወይ ከኣ ክትወልዲ ትኸእልን ኢኺ ብዙሕ እዩ ዝገርም ግን ውሽጠይ ብዙሕ ሳድ ይኸውን ነረ ከምኡ ኢሉ ሰብ ክዛረበኒ ከሎ ቀዳማይ ነገር ከመይ ገሮም እዮም ማዕ ከምዚ ገረን ዝዛረባኒ ደቂ ኣነስትዮ ኮይለዋ ከመይ ገሮም እዮም ከምዚ ኢሎም ዝሓቱኒ ኩነታት ናተይ ሽግረይ ዘይፈለጡ ውሽጠይ ማለት እዩ እጅግ ብዙሕ ፕሬሽር ውሽጠይ ነይርኒ ኢቨን ዶ እንዳሰሓቅኩ እንዳስማያ እንዳገበርኩ ግን ውሽጠይ ሳድ ኸውን ነይረ ማለት እዩ ምክንያቱ ሕማቅ ይስማዓኒ ነይሩ ድሓር ሓቆም እዮም ክወልድ ኣይክእልኒ እዋይ እግዚኣብሄር ስንዓይ ውላድ ከርእኒ ማዕረ ከምኢታት የማርር ጀሚረ ማለት እዩ ኣብ ናይ ዒስራ ቅድሚ ሰብኣየይ ተመርዔ ነይረ ማለት እዩ ንእሽተይ ነይረ ናይ ትወኒ ማለት እዩ ፈቲነ ብዙሕ ግዜ ፈቲነ ምስ ናይ ድሓለፈ ሰብኣየይ ኣብይኒ ምውላድ ድሓር እቲ ኩሉ ሰብ ድብለኒ ዝዛርበኒ ኣብ ሓንጎለይ ክኣቱ ጀሚሩ ማለት እዩ ድፕረስ ኸውን እግዚኣብሄር ሲ ዋይ ንዓይ ዋይ ስለምንታይ ከሊእኒ ውላድ እንታይ ኮይኑ ካብ ኩሉ ሰብ መሓዝተይ ለፍት ራይት ይጠንሳ ይርኤን ይሕጎሰለን ግን ንዓይ ከዓኒ ሳድ ይኸውን ምክንያቱ ክወልድ ደልየ እግዚኣብሄር ካልኣኒ እንታይ ኮይነ ሕማቕ ሰብ ኮይነ ከም ሕማቕ ሰብ ስለ ድኾንኩ ድዩ ከምኡ ኮይነ ከምኡታት ሓሳባት መፀኒ ማለት እዮ ፍትሓንጎለይ ካልኣይ ከኣ ፕረሽር ኣሎ ፋሚሊ ተመርዕኺ እስከ ሕጂ ኣይትወልድን እንታይ ኮንኪ ኢኺ ዘይትወልዲ ትወልዱ ኣለኪ ግን ክትነግሮም ከኣ ኣይትኽእልን ኢኻ ምክንያቱ ዝርድኡኻ ኣይርድኡኻን እዮም ከወልድ ኣይክእልን እየ እንድሕር ኢልካ ተሓፀቢ ማጮለት I mean nothing is wrong with it but you know ሓደ ሓደ ግዜስ ማጮለት ከማነይ ተሓፂብካስ ክትወልድ ኣይትኽእልን ኢኻ I think to me ክሕግዝ ዝኽእሉ እምነት ንእግዚኣብሄር እንድዩ ግን ማዕረ ከምኡታት ይብሉኒ ነይሮም ማጨረት ከምዚ ኺዲ ገለ ይብሉኒ ደሓር ድሕሪ ቁርብ ዓመታት ምስ ናይ ድሓለፈ ሰብኣየይ ጠኒሰ ማለት እዩ በቃ እቲ ክነግረኩም ኣይክእልኒ ከመይ ተሓጒሰ ዋው እግዚኣብሄር ኣይረስዓኻንን ኢለ ንእግዚኣብሄር ተሓጒሰ ማለት እዩ ብጣዕሚ ላይክ ኤክሳይትድ ኮይነ እየ ተሓጒሰ ኣይ ረመምበር ደዊለ ንመሓዛይ ንሰብኣየይ ከማን ኣይነገርክዎን ጠኒሰ ኢለ ነጊረያ ክልቴና ተሓጒስና መፅኣ and ድሕሪ ክልተ መዓልቲ ከዓ ብጣዕሚ ሓሚመ ማለት እዩ ካብ ተሓጓስ ናብ ሳድ ኣትየ ኢሚድየትሊ ሓሚመ ሕክምና ከይደ ማለት እዩ ምስ ከድኩ ኢሎምኒ እዚ ቆልዓ ሕማቕ እዩ ዘሎ ኣብቲ ቱብ ኣብቲ ናይ ጓል ኣንስተይቲ ፍሉፒን ቱብ ዝበሃል ዘሎ ኣብኡ እዩ ኣትብቕ ኢሉ ማለት እዩ ኣብቲ ናይ ማህፀንኪ ኣተወን ሕጂ እንድሕር ኣየውፃእኽዮን ክቐትለኪ ይኽእል እዩ እቲ ቆልዓ ቆልዓ ኣይኮነን ምክንያቱ ራፕቸር ክኸውን እዩ ንስኺ ክትሞት ኢኺ ኢሎምኒ ማለት እዩ ኣብቲ ሽዑ ግዜ ብዙሕ ግዜ ፀሎት ገይረ ንእግዚኣብሄር ውላድ ሃበኒ ኢለ ተማህሊ ኢለ ኣብቲ ዝሕጎሰሉ ግዜ ከዓኒ ክኾነለይ ኣይከኣለን ማለት እዩ ዶክተርስ ዩኖሚኒ እፅሊ ክወፅእ ኣለዎ ምክንያቱ ቆልዓ ኣይኮነን ኢሎምኒ እቲ ዲሲዥን ከዓ ሰርጀሪ ገይረ ማለት እዩ ሲ ሴክሽን ገይረ ማዕረ ካብ ሞት ወፅየ ማለት እዩ እቲ ሕማቅ ጥንሲ ስለ ዝነበረ ድሓር ካብኡ ምስ ወፃኹ ምስ ናተይ ናይ ቀደም ናይ ሰብኣየ ተፈላሊና ብድሕሪ እዩ ማለት እዩ ሂወተይ ክነብር ጀሚረ ንበይነይ ኮይነ ሲንግል ኮይነ ማለት እዩ ግን እቲ እቲ ጓሂ እቲ ሳድ ምዃን ውሽጠይ ኣይገደፈንን ምክንያቱ እግዚኣብሄር ሲ እንታይ ገይረ እዩ ቀፂዕኒ ኣነ ማዕረ ክንደይ ቆልዓ ይፈቱ ኢኖ ዝረኣኸዎ ቤቢ ጎየ ኣነ ትስዐ ኢኖ ከም ፅሉል ቆልዓ ከም ፅሉል ሰብ ብጣዕሚ እየ ቆልዓ ዝፈቱ ኢኖ ስለምንታይ ኢለ ንእግዚኣብሄር ከማርሮ ጀሚረ ማለት እዩ እንታይ ገይረ ኣምላኽ ኣነ ንዓይ ድሃብካ ንቆልዓ ገለመታት ኤኒዌይስ ተሓራይ ናብ ዳክተር ከይደ ድሕሪ ዓመታት ምስ ተፈላለኹ ንበይነይ ክነብር ምስ ጀመርኩ እስከ ክሪኦ ቻንስ ህልወኒ ደኾን ክጠንስ ኢለ ከይደ ናብ ዳክተር ክርኢ እታ ዳክተር ኢላትኒ ሶሪ ኣይትሓዝለይ ዳኣ እምበር ክትወልዲ ኣይትኽእልን ኢኺ እስኺ እንድሕር ደሊኺ ቆልዓ ኣዳፕት ግበሪ መዓት ቆልዑ ኣለዉ ወለዲ ዘይብሎም ከምኡ ፅቡቕ እዩ ግን ንዓይ እቲ ኣዳፕተር ከምኡ ምስ በልህኒ ልበይ ተሰይሩ ማለት እዩ ምክንያቱ ኩሉ ግዜ ሲ ከም ጓል ኣንስተይትስ ናተይ ውላድ ኤድድሊ ናት ደይናትካ ኢልካ ደይኮነስ ኣፍኮርስ ኣዳፕት ክገብር ኽእል እየ ግን እቲ ሞራለይ ሰይራትኒ ማለት እዩ ኣይትወድኒ ክኢላ right away ጠጠው ኣቢላትኒ ማለት እዩ ደሓራይ ካብኡ ሓሪቀ ዕስራ ደቂ ከውን ዘዊረ ከይደ እየ ደው ኢለ ንምሓዛይ ከምዚ ኢላ ኣይትወድኒ ክኢላትኒ እንታይ ክገብር እዚኣ ሽኮር መሓዛይ ብሂወተይ ድፈትዎ መሓዛይ እንታይ ትብለኒ ኣጆኺ እዚኣ እንታይ ትፈልጥ ዶክተር ኮይ ትፈልጥ ናይ ዋላ ሓንቲ ክትወልድ ኢኻ ኣጆኺ ኢላ ተባቢዓትኒ እንዳበኸኩን ገዛኣት እየ ማለት እዩ ዳሓራይ እንታይ ትብለኒ እታ ዳክተር እባ ረሲዐልክን ዳክተርስ ኢንፈርቲል ዲኺ እንድሕር ደሊኺ ክትፍትኒ ትኽእሊ ኢኺ ኢላ ጽሒፋ ሪፈር ትህበኒ ማለት እዩ ድሓራይ ቁሩብ ብወርሒታት ጸኒሐ እስከ ክፈትን ክሪኦ እንታይ ኮይኑ ኣለኹ ኢለ ከይድና ኢንፈርቲሊቲ ማለት እዩ ኢሎመኒ እቲ ዳክተር እሞ ክሪኤ ክምሃፀንኪ ክትወልደ ኣይትወልድንሲ ሪኤኪ ደም መርመራ እቲ ኩሉ መርመራ ምስ ገበርኩ እየ ክነግረኪ እምበር ርእየኪ ጥራሕ ሕጅስ ከምዚስ ኣይክእልንየ ኢሉ ተስፋ ይህበኒ ኣሎ ማለት እዩ ሕጉስ ኢለ በቃ ዳሕራይ ካብኡ እቲ ቱብ ተስት ገይርለይ ተኸፊቱ እዩ ዘሎ ሓንቲ ላኪ ቱብ እቲ ሓንቲ ቱብ ክጊን ተኸፊተ ኣብለኒ ማለት እዩ ሕጂ ቻንስ ኣለኪ ክወልዲ ትኽእሊ ኢኺ ማፀንኪ ጥዑይ እዩ ይብለኒ ማለት እዩ ኣነ ብሽዕኡ ኣብቲ ሓንጎለይ ሕኩስ ኢለ ማለት እዩ ዋው እግዚኣብሔር ሲ ቻንስ ኣለኒ ማለት እዩ ሕጂ እንታይ ይብለኒ እቲ ዳክተር ግን ሓንቲ ዓመት ኣብዚ ዓመት እዚኣ ስፈትኒ ቀዳማይ ነገር ሲንግል እየ ነይረ ሰብኣይ የብለይ ነፍቲ ሽዕ ግዜ ሓደ ዓመት እሞ ኣብዚ ሓደ ዓመት ግድን ክጠንስ ኣለኒ በቃ ደሓነ ኢለ ኦኬ ሰብኣይ ዘይብለይ ከመይ ገይረ ክጠንስ ኢለ ግን እቲ ተስፋ ምስ ሃበኒ እንታይ ገይረ እቲ ዳክተር ከምኡ ምስ በለኒ ዓመት ኣለኪ ፈትኒ እሞ እንድሕር ኣይከኣልክን ክትወልዲ ሽዕኡ ነቲ ፕሮግራም ክንጅምሮ ናይ ኢንፈርቲሊቲ ብለኒ ማለት እዩ ድሓር በቃ ከይለ ከይደ ንድሕሪ ቅሩብ ግዜ ቅሩብ ዓመት ክልተ ዓመት ሓሊፉ ማለት እዩ ከምኡ ምስ ገበርኩ ምክንያቱስ ንበይነይ ነይረ ማለት እዩ ሲንግል ስለነበርኩ ከመይ ገረ እየ ክወልድ ክፍትን ኣይፈተንኩ ማለት እዩ ክወልድ ኣይክእል እየ ኣይወልድን ኣይፈተንኩዎን ሰብኣይ ስለ ዘይነበረኒ ሽዑ ግዜ ማለት እዩ ሓር ሰብኣይ ናይዚ ሕጂ ትፈልጥዎ ሮቤላ ምስ ተላለና ተሓር መጀመርያ ተላለ ኩሉ ግዜ ራይደ ወይ ኩሉ ነጊረ እየ ማለት እዩ ምክንያቱ ኣነስ ኮይነ ኣብ ቅድሚ እንድሕር ፈሊጡ ክኣቱ ኣሎ ምሳይ ሄይ ኣብቲ ናተይ ታሪኽ ዳክተር ሲ ክትወልዲ ትኽእሊ እንኺ ኢሎምኒ ከምዚ ኢሎምኒ ኣለዉ ቻንስ ናተይ ኢንፈርቲሊቲ ክኸውን ይኽእል እዩ ከምዚ እዩ ዘሎ እቲ ሽግር ይብሎ ማለት እዩ ራይት ኣወይ ንሱ ከዓ እንታይ ኢለኒ ጓል ሓንቲ እንታይ ኣለዎ እሞ ክትወልድለይ ኢለ ኮንኩን ምስኣኺ እዩ ክትወልድለይ ኣይኮንክን እኮ ምሳኺ ዘለኹ ይብለኒ ማለት እዩ ሮቤል ነው ደሓን ድሕር ግድን ክወልድ እየ ኢልኪ ንፍትኖ ዳክተር ንኸይድ ኢሉ ናብ ዳክተር ፈርቲሊቲ ንኸይድ ማለት እዩ ናትካ ስፐርም መርመር ናተይ ከዓ ናይ ማህፀነይ ክምርመር እየ ይብሎ ማለት እዩ ኖ ፕሮብለም ሓራ ኢልኒ ንኸይድ ማለት እዩ እቲ ዳክተር ኢልና ሽዑ ግዜ ኣነ ጓል ሳላሳን ሸውዓተ ነይረ ማለት እዩ ክንከይድ ከለና ዓባይ ኢኺ እሞ ቻንስክሲ ንእሽቶ እዩ ንክትወልዲ ቀልጢፍ ክፍትን እዩ ይብለኒ ማለት እዩ ሽዑኡ ኦኬ ደሓነይ ኢልና እቲ መርሚሩ እንታይ ይብለኒ ፈትኑ እሞ እንድሕር ኣይጠነስክን ባዕልኺ ንሕና ክንገብረልኪ ኢና ብእንቋቑሖ ናትክን ስፐርም ናይ ክልተኹም ገርና ኢልኒ ማለት እዩ ደሓር ካብኡ ወፂና ድሕሪኡ ንሮቤል እንታይ ኢለዮ ኦኬ ቁርብ ክንፀንሕ ሓደ ቁርብ ወርሕታት ንፅናሕ ምክንያቱ ስፖርት ነይርኒ ኣነ ዝገብሮ ናይ ባዲ ቢልዲንግ ነዚኣ ሸው ክገብራ እሞ ብድሕሪኡ ክንፍትን ይብሎ ማለት እዩ ኦኬ ደሓን እዩ ኢልኒ ድሕሪኡ ሮቤል ኣነይ እቲ ሓሳብና ደሎ ናብ ኢንፈርቲሊቲ ክንገብር ኢልና ድሓር እንታይ ኮይኑ ኣብ መንጎ ጠኒሰ ማለት እዩ በዓለይ ጠኒስ እግዚኣብሄር ሲ ኣብኡ ሂብኒ ማለት እዩ ህያብ ናይ ጓለይ ደሊና ከም ዝትፈልጥዋ ማለት እዩ ኣነ ሓሰብኩሉን እሱ ሓሰበሉን ግን እግዚኣብሄር ከምኡ እዩ ምሻሎ እቲ ናትካ ዝበሎ ኣይከልኣካን እዩ ናይ ኣምላኽ ኮይኑ ከዓኒ ናይ ዳክተር ሓይሊ ይኮነ ናይ ሰብ ሓይሊ ይኮነ ብእግዚኣብሄር ኣነ ከዓ ውላደ ረኪበ ማለት እዩ ሕጂ እዚ ኩሉ ጠኒስኪ ኢሎምኒ እግዚኣብሄር ከዓ ፅቡቅ እዩ ዩ ኩሉ ይህበካ እዩ ተመስግን ኣምላክ ቆልዓይ ፅቡቅ ሄልቲ ድኾነት ወሊደ እዚ ከዓ ናይ ጓል ኣንስተይቲ ኣብ ባህልና ደሎስ እቲ ሓንቲ ነገር እንድሕር ክነግረኩም ኮይነ የሕዋተይ የሕዋተይ ደቂ ኣንስትዮ ድዩ ኣዴታተይ ኣቦታተይ ኣወዳት ኣሕዋተይ ማለት እዩ ሓንቲ ነገር ክንፈልጦ ዘለና ጓል ኣንስተይቲ ኣብ ዓለምሲ ክትፍጠር ከላስ ውላድ ንክትወልድ ኣሎ ናቹራል ድዛየር ገሊኡ ኣሎ ሓደ ክልተ ሰባት ደይደልዩ ግን ድበዝሕ ደቂ ኣንስትዮ ድዛየር ናታተን ድልየት ኣደ ክኾና ክወልዳ እዩ ናቹራል ብውሽጥና ዝስምዓና ስምዒት ኣሎ ሕጂ ሓንቲ ነገር ክብል ድደሊ እዚታ ንሕዋትና እንድሕር ተመርዒኽና ኣለኽን የሕዋትክን ደቅኹም ከተታባብዕወን ተስፋ ክትህብወን እምበር ናተን ጌጋ ኣይኮነን ክጠንሳ ኣይከኣላን ክወልዳ ኣይከኣላን እግዝኣብሄር ክፈጥረና ከሎ ንኹላና ፈላልዩ እዩ ፈጢርና ሕጂ ከኣስ ከም ሰብ ኮይንና ከኣ ንሕዋትናሲ ሞር ፕረሽር ኣይንግበረን ኣይትወልድን ኢኺ ደሽመን ንጸርፈን ንሓምየን ብዙሕ ነገራት ኣሎ ኣብ ናህና ካልቸር ማዕረ ሰበይቲ ኣይኮነትን ትብሃል ግን ናይታ ጓል ኣንስተይቲ ጥፍኣት ኣይኮነን እግዚኣብሄር ክፈጥረና ከሎ ንኩላና ተፈላለዩ ገይሩ ፈጢርና ማለት እዩ ሕጅስ ጓል ኣንስተይቲ ብዙሕ ሽግራት ኣለና ክንዛረበሉ ይሕፍረና ክንዛረበሉ ኣነ ከምዚ ኮይነ ኢልካ ሼም ትኸውን ከምዚ ሕማቅ ጓል ኣንስተይቲ ኮንኪ ክስምዓኪ ይኽእል እዩ ግን ናትኪ ጌጋ ኣይኮነን ናትኪ እግዚኣብሄር ዓብዪ ናትኪ ፕላን ኣለዎ ነናህና ክፈጥረና ከሎ እግዚኣብሄር ክህበኪ እዩ ኣጆኺ ግን ስጋዕ እቲ ኣብቲ ዘለኽዮ ቦታ ዕላማ ክትኣትዊ ሓንቲ ነገር ክድብለኪ እዚ ነብስኺ ፍተዊ ነብስኺ ኣፍቅሪ ኣጆኺ ምሳኺ ዘለዉ ከዓኒ እቲ ድስማዓኪ እቲ ኩነታትኪ ንክሕግዙኺ ተዛረቢ መሓዙትኪ ስራውን ድገብራኺ ናይ ልብኺ ግን ኣብ ካልቸርና እቲ ሓንቲ ሕማቅ ዘላ ስፖርት ኣይንገብርን ኢና ንጓል ኣንስተይቲ ምክንያቱ ከምዚ ሕማቕ ኣይትወልድንያ እንፍር እንታይ ዝበሃል ከምዚ መኻን ሰብ ከምኡ ኣነ ከምኡ ስለ ተባሃልኩ እየ ዝብሎ ዘለኹ ኣይነው ከምኡ ኢታት ንገሊኤን በፂሕወን ኸውን ኣብ ሂወትን መኻን ድበሃል ፀርፊ ኣብዚ ምስ መፃኹ ተፀሪፈ ማለት ኣብ ኣሜሪካ ብጣዕሚ እዩ ዝገርም ጅስ እዚ ሕማቕ ዘረባታት ኣብ ካልቸርና ደሎ ኣዌር ክንከውን ክንቅይሮ ንደቂ ኣንስትዮ ክንጸቅጥ ኣይንጸቀጥ ክንፈልጥ ኣለና ምክንያቱስ ማህፀን ናይ ጓል ኣንስተይቲስ ብናታ ዕድል እዩ እምበር ባዕላ ቾይስ ጌራቶ ኣይኮነትን ኦኬ ገሊኡ ሰብ ቀልጢፉ ይወልድ እዩ ገሊኡ ሰብ ከዓ ብዙሕ ይፍትን እዩ እሱ ከዓ እዚ ናይታ ሰብ ጌጋ ኣይኮነን ሕጅስ ኮሚታት ፕሬሽር ስለ ዘሎ ክንተሓጋገዝ ኣለና ማለት እዩ ዳት ዋይ ናተይ ስቶሪ ነግረክ እንደለኹ የሕዋተይ መዓረይ ተስፋ ክኾነክን ከዓኒ ንበይንኺ ኣይኮንክን እንድሕር ትርእኒ ኣለኺ ንስኺ ጥራሕ ኣይኮንክን ኩሉ ትሓልፍዮ ብዙሕ ደቂ ኣንስትዮ ከምኡ ይሓልፈኦ ገሊአን ወሊደን ብዙሕ መስኬረጅ ይኾና ገሊአን ከዓኒ ከይወለዳ ክንደይ ዝኣብየን ኣሎ ከምዚ ከማይ ወሊድኪ ከዓ ዝሞተኪ ኣሎ ሕጂሲ ጊን እግዚኣብሄር ከኣ ርኢኺ ውላድ ህበካ እዩ ማለት እዩ ናትኪ ዕድል ማንም ሰብ ክወስዶ ኣይክእልን እዩ እጂ ኣጆኺ ነብስኺ ኣልዕሊ ነብስኺ ፍተዊ ኩሉ እቲ ድዓበየ ንእግዚኣብሄር ተመስገን ምባል እዩ ኣመስግኒ ዝሓፍተይ መዓረይ ኩላትኩም የሕዋተይ ንሕዋትክ እንድዩ ንሳይ ትሓውክ እንድዩ ደቅክ እንድዩ ደቂ ሰበይቲ ደቅክን ኣነ ነው ተረዲኽና ኹም ኩሉ ተስፋ ክትህባ እምበር ከምዚ እያ ኢልካ ጸርፊ ክንገድፎ ኣለና ከምዚኣ ናታ ናታ ድልየት ኣይኮነን ውላድ ኣብይዋ እግዚኣብሄር ናታ ዕድል ስለ ዝኾነ ከምኡ ኤክስፒሪየንስ ክትሓልፎ ገይርዋ እምበር ናታ ቾይስ ኣይኮነን ኣሕዋተይ መዓረይ ሓንቲ ነገር እንድሕር ተማሂርኩም ሎም መዓልቲ ክትርድኡና ክትርድእወን ኣሕዋተይ ይመኽረኩም ኣይሆ ፈቲኹማ ትኾኑ እዚኣ ፕሮግራም ከምዚ ዓይነት ዝበለ ንዓና ሞቲቬሽን ዝኸውን ናተይ ዝሓለፍክዎ ታሪኽ እንዳነገርኩ ከታባብዓክን ክነግረክን እየ ጀሚረዮ ዘለኹ እንድሕር ፈቲኹማ ሰብስክራይብ ግበሩ ላይክ ግበሩ ሼር ግበሩ ካመንት ግበሩ ኣይድያ ዘለክን ንገራኒ እንድሕር ፈቲኽንያ እዛ ቪድዮ ከዓኒ ጸሓፉ ሊኢኩም ኣብ ታሕቲ እንድሕር ካልእ ኣይድያ ኣለክን ኣነ ታፒክ ከምጽኣልክን ከዓ ንገራኒ ኣይ ሆፕ ፈቲሖም ኣትኾና እዚኣ ፕሮግራም ይፈቱ ምሳይ ደምስኹም ምሳይ ባዓልክን ብጣዕሚ እየ ዘፍቅረክን ኣይ ሆፕ እግዚኣብሄር ምሳኽን ይኹን ብሰላም የራኽበና ኣብ ዘለኹም ዓዲ